ንመጀመርታ ኣብ ዞባና ንልዕሊ ሓደ ትሪልዮን ዶላር ዝግመት ከተማ ይህነፅ ኣሎ ኒዮም እዩ ዝበሃል እቲ መስመር ኣብ ስዑዲ ዓረብ ኣብ ኒኦም ኣውራጃ ታቡክ ኣብ እትህነፅ ዘላ መስመራዊት ስማርት ከተማ ኮይና መካይን ጎደናታት ወይ ልቀት ካርቦን ከይህልዋስ ተዳለወት እያ እታ ከተማ ሓንቲ ካብተን ትሽዓተ ዞባታት ንዮም ዝተኣወጀት ኮይና ኣካል ናይቲ ስዑዲ ዓረብ ኣስታት 460 ሽሕ ዕድል ስራሕ ክፈጥርን ኣብ ውሽጣዊ ፍርያት እታ ሃገር ብገምጋም 48 ቢልዮን ዶላር ክውስኽን እያ ትብል እዚ ፕሮጀክት ራእይ ስዑዲ 230 እዩ ወይ ድሕሪ ድሕሪ 6 ዓመት ማለት እዩ እቲ መስመር ኣብ ኒኦም ናይ 500 ቢልዮን ዶላር ፕሮጀክት ናይ መጀመርያ ምዕባለ ክኸውን መደብ ተታሒዙሉ ኣሎ ከም ኣካል ናይቲ መስርሕ ህንፀት ነቲ ፕሮጀክት ቦታ ንምኽፋት ብኣሽሓት ዝቖፀሩ ሰባት ብሓይሊ ተንቀሳቒሶም ዓድታትን ተፈሪሰን ኣለዋ ማለት እዩ እቲ መበገሲኡ ውጥን እቲ ከተማ 170 ኪሎ ሜትር ንውሓስ ዘለዎ ኮይኑ ክሳብ 230 ትሽዓተ ሚልዮን ህዝቢ ዕስራን ሓሙሽተ ሚእታን ካብቲ ዕስራ ሓሙሽተ ሚእታዊት ካብቲ ኣብ ዕስራን ክልተን ክልተ ሽሕ ዕስራን ክልተን ዝነበረ ሰላሳን ሓሙሽተን ነጥቢ ሓሙሽተ ሚልዮን ህዝቢ ስዑድ ዓረብ ክትእንግድ እዩ ማለት እዩ ወይ ክቕበል እዩ ማለት እዩ ብመሰረት ጸብጻብ ብሉምበርግ 2024 እዚ ድሒሩ ተቐኒሱ ናብ 300,000 ህዝቢ ዝበጽሕ ኮይኑ ክሳብ 2030 ኣብ 2.4 ኪሎ ሜተር 1.5 ማይልስ ማለት እዩ ተቐሚጡ ሰበ ስልጣን ስዑዲ ዓረብ ነዚ ክሲ ብምንጻግ እቲ ፕሮጀክት ከምቲ ዝተሓዝበ ይቕጽል ከም ዘሎ ገሊጾም እቲ መስመር ኣብ መወዳእታ 170 ኪሎ ሜተር ንውሓት ክህልዎ መደብ ተታሒዙ ኣሎ ካብ ቀይሕ ባሕሪ ብግምት ክሳብ ከተማ ታቡክ ክዝርጋሕ ዝኽእልን ትሽዓተ ሚልዮን ንብርቲ ክህልዎ ዝኽእልን ኮይኑ ውፅኢቱ ድማ ማእኸላይ ፅቕጥቅጥ ህዝቢ ኣብ ሓደ ትርብዒት ኪሎ ሜትር 260 ሽሕ ክኸውን ይኽእል ብመንፅር እዚ ኣብ 2020 ኣብ ዓለም ብዝሒ ህዝቢ ዝነብረላ ከተማ ማኒላ ኣብ ሓደ ትርብዒት ኪሎ ሜትር 44 ሽሕ ፅቕጥቅጥ ነይርዋ ትልሚ እቲ መስመር ክልተ መስትያት ዘለዎም ህንጻታት ዝሓቐፈ ኮይኑ ኣብ መንጎም ናይ ደገ ቦታ ዘለዎ ኮይኑ ጠቕላላ ስፍሓት 200 ሜትሮ ቁመት ድማ 500 ሜትሮ እዩ እዚ ድማ ድሕሪ ግንቢ ሰዓት ኣብራጅ ኣልባይጥን ክስራሕ ዝሕሰብ ግንቢ ጅዳንን ኣብቲ ሃገር መበል ሳልሳይ ዝነውሕ ህንፃ ክኸውን ከሎ ብግምት ድማ ኣብ ዓለም መበል 12 ዝነውሕ ህንፃ ክኸውን እዩ እቲ ፍልሚ እታ ከተማ ብምሉእ ብምሉእ ብተሓደስቲ ሰዓት ክሰርሕ እዩ ሰለስተ ንብርክታት ዝሓዘ ኮይኑ እቲ ሓደ ኣብ ላዕሊ ንእግረኛታት እቲ ሓደ ኣብ ትሕቲ መሬት ንመስረተ ልምዓት ካልኣይ ድማ ንመጓዓዚ ኣብ ትሕቲ መሬት ኣርቲፊሻል ኢንቴሊጀንስ ነታ ከተማ ክከታተላን ትንበያውን ዳታን ሞዴላት ተጠቂሙ መዓልታዊ ህይወት ዜጋታት ዘመሓይሽ መንገዲ ክረክብን ነበርቲ ዳታ ናይ ዘላይን ንምቕራብ ገንዘብ ክኽፍሎም እዩ። ግምታዊ ወጻኢታት ህንጻ ሚእቲ ክልተ ሚእቲ ቢልዮን ዶላር ኣሜሪካ ወይ ድማ ኣርባዕተ ሚእቲ ክሳብ ሸውዓተ ሚእቲ ቢልዮን ሳር ሳውዲ ኣረብያ እዩ። ገለ ግምታት ድማ ክሳብ ሓደ ትሪልዮን ዶላር ይበጽሕ። መንግስቲ ስዑድ ዓረብ ክሳብ ክልተ ሽሕን ሰላሳን ኣርባዕተ ሚእቲ ስሳን ሽሕ ስራሕ ከም ዝፈጥርን ቁጠባዊ ብዙሕነት ከም ዝነቓቕሕን ኣብ ውሽጣዊ ፍርያት ሃገር 180 ቢልዮን ሳር ወይ ከዓ 48 ቢልዮን ዶላር ኣሜሪካ ከም ዘበርክትን ይገልጽ ብመሰረት ልኡል ወራሲ መሓመድ ቢን ሳልማን ኣብ 2022 ተቐዳማይ ምዕራፍ ፕሮጀክት 1.2 ትሪልዮን ሳር ወይ ከዓ 320 ቢልዮን ዶላር ክውድእ ትጽቢት ይግበር። ፋንድ ልኡላዊ ሃብቲ ስዑዲ ዓረብ፣ ህዝባዊ ወፍሪ ፈንድ፣ PIF፣ ድማ ፍርቂ ናይቲ ድምር ገንዘብ ክህብ እዩ። ብዕለት ሓሙሽተ ሚያዝያ ክልተ ሽሕን ዒስራን ኣርባዕተን ብሉምበርግ ኒውስ ነቲ ፕሮጀክት ብሰንኪ እቲ ብ PIF ኣብ ልዕሊ ምወላ ዝነበረ ገደብ ከም ዝተቐነሰ ጸብጺቡ። ብሉምበርግ ሰበ ስልጣን ስዑዲ ዓረብ ብምጥቃስ ኣብ ክልተ ሽሕን ሰላሳን ክልተ ነጥቢ ኣርባዕተ ኪሎ ሜተር ዝንውሓት ክፋል እታ ከተማ ክዛዘም ትፅቢት ከም ዘለዎን እዚ ድማ ትሕቲ ሰለስተ ሚእቲ ሽሕ ነበርቲ ከእንግድ ምዃኑን እዚ ድማ ልዕሊ 98 ሚእታዊት ምንካይ ምዃኑን ገሊጹ እቲ መስመር ካብ ዘመነ ኢንዱስትሪ ዝመፁ ብዙሕ መድያት ናይ ስነ ህንፃ ሓሳባት ይመስል ብ1882 ስጳኛዊ ጥን ከተማታት ዝሰርሕ ኣርቱሮ ሶርያ ኣብ ምውዞኣዊ ኣጠቓቕማ መንገዲ ትራም ዝተመርኮሰ መስመራዊ ከተማ ኣብ ኣእምሮኡ ኣቕረበ። ንገለ ክፋል ሓሳቡ ኣብ ማድሪድ ኣብ ዝርከብ ከባቢ ተግባራዊ ገይርዎ። ብሰንኪ ሕጽረት ደገፍ ግን ካብዚ ላዕሊ ኮይዱ ኣይፈልጥን። ኣብ 1950ታት ፈረንሳዊ ኣርኪተክተር ዮና ፍሪድማን ንጸገም ምስፍሕፋሕ ከተማታት ንምፍታሕ ዝተዋሃደ ሞዱላራውን ቀጥታውን ስፓሻል ከተማ ዝብል ኣምር ሓሳብ ኣቕሪቡ እንተኾነ ግን ቀሊል ምሁራዊ ፍልጠት ብምድላይ ኮይኑ ጸኒሑ ኣብ ሽሕ ኣብ ሽሕ ዓተመ ስሳታት ኢጣልያዊ ኣቫንጋርድ ጉጅለ ሱፐር ስቱድዮ ሱር በተኻዊ ስነ ጥበባዊ ፕሮጀክት ኣቕረበ እቲ ቐጻሊ ሓወልቲ ንጠቕላላ ከተማነት ዝኸውን ስነ ህንፃዊ ሞዴል ንመላእ መሬት ዝሽፍን ዝግብኦ ግን ከ መመሊሱ ብዘይ ዝኾነ ተግባራውነት ወይ ሓቀኛ ርብሓ ንሞደርኒዝም ሓወልታውነት ዲዛይንን ርእሰ መላውንን ዝነቅፍ እዩ ነይሩ ቀደማዊ ውጥን ንዘላይን ብዓሰርተ ጥሪ 221 ብወራሲ ዓረብ ስዑድ ዓረብ መሓመድ ቢን ሳልማን ኣብ መንግስታዊ ቴሌቭዥን ኣብ ፈነወ መግለጺ ስራሕ መሬት ኣብ ጥቅምቲ 2021 እዩ ተጀሚሩ ኣብቲ ፕሮጀክት ዝስርሑ ሰራሕተኛታት ድማ ኣብ ውሽጢ 2024 ናብኡ ክጉዕዙ ትፅቢት ተገይሩሉ ካብ ሓምለ 2020 ከተጀሚሩ ቀዳማይ ምዕራፍ ናይቲ ፕሮጀክት ኣብ 2030 ክዛዘብ መደብ ተታሒዙ ነይሩ ቢን ሳልማን ከም ኣቦ መንበር ቦርዳ ኣካየት እኒኦም መጠን ብዕለት 25 ሓምለ 2021 መግለፅን ምልላይ ቪድዮን ብምዝርጋሕ ነቲ ፕሮጀክት ዝያዳ ሰፊሕ ሽፋን ንዓኽና ዜና ንክህልዎ ምኽንያት ኮይኑ እዚ ድማ ብዛዕባ ጽቡቕነት ናይቲ ዲዛይንን ከባብያዊ ጉዳያትን ሕቶታት ኣልዒሉ ነቐፍቲ እቲ ፕሮጀክት ድሮ ንደቀባት ቀቢላ ህዋይታ ዘማዛበለ ዲስቶፒያ ኣርቲፊሻል ንመሳለጥያ ክፈጥር እዩ ዝብል ስክፍታ ነይርዎም ከምኡ እውን ኣብ ስደት ኣዕዋፍን እንስሳን ዘገዳምን ጽልዋ መሃበ እቲ መስመር ሞዱላት ዝበሃሉ ዝተኣሳሰሩ ማሕበረሰባት ዝሓቆፈ ክኸውን እዩ እቲ ጠቕላላ መዋቕር 135 ሞዱላት ዝሓዘ ኮይኑ ነፍሲ ወከፎም 800 ሜትሮ ንውሓት ዘለዎምን 500 ሜትሮ ቁመት ዘለዎም ክኾኑ እዮም ኣብ ጥቅምቲ 2022 ብኦት ስካይ ዝተዘርግሐ ናይ ሰብ ኣልቦ ነፈርቲ ቀዛዕዚ ስእሊ ህንፀት ዝላይን ይካየድ ከም ዘሎን ኣብ ምሉእ ንዋሓት ናይቲ ፕሮጀክት ኳዕቲ ከም ዝተኻየደን ኣረጋጊጹ